መጋባእያ
ክቡራት ሰብ ጉዳይን ተዓዘብትን ስራሕና ንጅምር ኣሎና። በል ኣኽባር ሕጊ ክስኻ ኣስምዕ።
ክቡር ዳኛ፣ ኣቶ ተወልደ ብሕጊ ገበነኛ እዩ፣ ፍርዱ ድማ ከቢድ እዩ። ተቓውሞ ተቓውሞ ኣለኒ ክቡር ዳኛ። ቅቡል እዩ። ክቡር ዳኛ፣ ኣኽባር ሕጊ ካብ ስነ ስርዓት ወጺኡ ብዛዕባ ፍርዲ ናይ ክሱስ ይዛረብ ኣሎ። ፍርዲ ምሃብ ስርሑ ኣይኮነን። እሞ ንዓይ ኢኻ ተቓዊምካለይ። ኣኽባር ሕጊ ኣብ ዘይስራሕካ ኣይትእቶ። ቀጽል ክስኻ።
ክቡር ዳኛ፣ ኣቶ ተወልደ ኣብታ ዝነብረላ ንቑጣ ድኻታት ብቐንጠብጠብ እዩ ተኸሲሱ ዘሎ። እቲ ሕጊ እውን እኮ ካብ ቀንጠብጠብ ተቆጠብ እዩ ዝብል። ሕማም ኤድስን ሕግን ዝማሳሰሉላ ነጥቢ እተላ ንዚኣ እያ። እወ ግን ኣይተቆጠበን። ካብ ሕጊ ወፃኢ ዝኾኑ ነገራት ብምስናዕ ከዓ እዩ ተኸሲሱ። ምስናዕ ምስናዕ እኮ የኽስስ እዩ። ምስናዕ ኢልካ ሰንዓ ትብል። ስለዚ ሰንዓ ዋና ከተማ ናይ የመን እዩ። ሰንዓ ኢልካ ሰንዓፈ ከተማ ኤርትራ ይኸውን። ኣብዚ ብሰንዓ ይኹን ብሰንዓፈ ክትክሰስ ኣይትኽእልን ኢኻ። እቲ ክሲ ብምስናዕ ጥራሕ እዩ። ኣብቲ ሕጋዊ ቋንቋ ሰንዓፈ፣ ሰንዓፉ፣ ሰንዓፊ፣ ሰንዓፋ ሰንዓፌ ሰንዓፍ ሰንዓፎ እዚ ኣብ ሕጊ ፊደላዊ መሳርዕ ኣልፋቤቲካል ኦርደር ይበሃል። ሶዋት እንታይ ማለትካ እዩ እሞ ናይ ኣልፋቤት ይጽንሓልካ ክስኻ ቀጽል። እሺ ክቡር ዳኛ ኣቶ ተወልደ ቀንዲ መኽሰሲኡ መሸማዕ ካብ ንቑጣ ድኻታት ኣርዩ ቀዲድዎ ወይ ምሒቕዎ ክበሃል ይከኣል። ኦህ ማይ ጋድ! ነቲ እኽሊ ሒዙ ዝመጸ መሸማዕ ቀዲድዎ? ኬላ እኳ ደኣ! ሶሪ ክቡር ዳኛ፣ እቲ እኽሉ ምስ ተወደኡ እኮ እዩ ዝቐዶ።
ኣሃ! ከምኡ እንተኾይኑስ ደሓን፣ ጥርሑ እንተኾይኑ ከኣ ደሓን እዩ።
ክቡር ዳኛ፣ ምስ እኽሉ ከሎ ዝቐዶ ደኣ ካን? ካን ቀልቢ ዘይብሉ ዶ ጌርኩሞ?
ቀልቢ ክህልዎን ከይህልዎን ኣነ ክፈልጥ ኣይክእልን እየ። መኽንያቱ ትምህርተይ ናይ ሕጊ ደኣ እምበር ናይ ቀልቢ ኣይኮነን።
ጎይታና ሓቂ ኢኹም ተዛሪብኩም ግና እዚ እንታዋይ እዩ ነዚ ዓመጸኛ ዝሕለቐሉ? ኣታ ንስኻ እኳ እንታዋይ ኢኻ ዘይተባሃልካሲ እንታዋይ ክትብሎ ንዑ።
እንታዋይ እዎ ኢለከ ጠበቓና ጠበቓ ዶ ትፈልጡ? ንስኹ እኳ ፈልጥክዮ ጠባቕ ብልዒ ጠባቕ። ሓቆም
ሓንሳብ ክልተ ነገራት ኣለዋ። ሓደ ጠባቕ ዝብላዕ እንተትኸውን ኣብ ፍቖዶ መንደቕ ኣይምጸንሓናን። እንተትጸንሓና ከኣ ጓሳ ምተፈለዮ። ካልኣይ ጠበቕ ኣብ ዓድና ኣይብላዕን እዩ ኣብ ቻይና ግን እንበዓል እንቁርዖብ እንበዓል ኣንጭዋ እንበዓል ከልቢ ይብልዑ እዮም ኣነ ዝገርመኒ ኣብ ኣውደኣመት እንቁርዖብ እንተሓሪዶም እንቁርዖብ ክንምንታይ ዝኸውን ድሎት ከተብልዖም ትኽእል ዓብ ሕቶ እዩ ንሕና ግን በዝን ወዲ ከምዝን ኣከክንዲ ንመራመር ብዛዕባ ዝተቐደመ ሸማዕ ክንካሰስ ንውዕል። ቀጽል ኣኽባር ሕጊ። ክቡር ዳኛ፣ ኣቶ ተወልደ መሸማዓት ቀዲዱ ወይ ሚሒቑ ሚእቲ ገመድ፣ ሓሙሽተ ጭጉራፍ፣ ዓሰርተ ቦርሳ፣ ዓሰርተ ሽዱሽተ ዘንቢል፣ ዳርጋ ዓሰርተ ትሽዓተ ወንጭፍ መሐለዊ መሸላ ሰሪሕዎ። ብኣጠቓላሊ እዚ ሰብ እዚ ዘይሕጋዊ ፋብሪካ ከፊቱ ነይሩ ማለት እዩ። ብርግጽ ክቡር ዳኛ እቲ ጋዜጠኛ መጺኡ ኣሎ ነኽባሪ ሕግን ጠበቓን ከዘራርቦም እውን ደልዩ ኣሎ። ኦ
ጋዜጠኛ በሉ እቶም እንተደለዩ ዘልምዑ እንተደለዩ ዘጥፍኡ መጺኦም ስለ ዘለዉ ንኺዶም ደኣ ቀልጢፍና ንኺዶም እወ ንኺድ ደኣ
ኢለካ እኮ እየ ነይረ ዋዛ መሲሉ እኳ እምበር ተወልደ ወረጌና ክንጻገብ ኢና ትም በላ እንታ ሎኹመኛ ኣብ እንዳ ሕጊ ኢና ዘለና ኣነ ተወልደ ኣነ ከዓ ብሓቅነት እየ ዝወፅእ ብሓቀይ ካይርካ ከመይ ከም ጨው ሕቐቕ ወደይ ንስኻስ ኣፍኪ ሕዚ ኣፍኪ ሕዚ ከይትድፈሪ ጎዋ ተካል ቁመታ ዋይ ጓልያቱ ኣንቲ ኮርማም ኮርማም መስፈር ሕማቕ ዘመን ንዕ ውፅኢ ንዕ ውፅኢ እየ ዝብለኪ ዘለኹ ሰበብና እንዲኹም ደሊኹምና ባእሲ ኣብ እንዳ ሕጊ ይኮነን ንዕ ውፅኢ እንታይ ሰበብኩም ክንደልየልኩም ኣንታ ብቆደምኩም ሰባባት ተጠንቀቕ ተጠንቀቕ ዘርኣ ከንጨራርወካ ንዕበል ውፂ ንዕውፅ እንተሃላይ ገልዒ ገልዒ መፅሓር ሓዊ ዋይ ኣንቲ ግናይ ግናይ ወግናይ! ንዕ በሊ!
ግርም! ሞትከ ቀሪባ እንድያ! ንዕ ውጽ ትወጭማት! ኣነ ወዲ በራኺ! ኣንታ ኩርሙይ ንዓ በል! በል ከርእየካ በዛ ማቶኑ ገይረ ትርኩዒት እዝንኻ ምጸወጥኳ ግስም ክትብል ኢኻ። ስረዳ በል!
ንቕድም ንስኻ ስረዳ! ስረር ባለ! ንስኻ ስረዳ! ንስኻ ስረር!
ንስኻ እባ ስረዳ! ንስኻ ስረር! ንስኻ ስረዳ! ስረዳ እንዶ! ስደድዋ እንቱም ክፈቕደልኩም እየ ስደድዋ! ሓደ! ክልተ ሰለስተ ወተሃደር ማዕጾ እስኪ ክፈተለይ
ስደዳ ስደዳ ንስኻ ስደዳ
ዎ ማቶ ንርእስኻ እንተ ተውሽሕኳ እኮ ኣይትሰርርን ኢኻ እትይ ዶ
ከምኡ ኸዓ እምበኣር ኣለዋ እዩ ማቶኒ እሞ ሽጉጥ እያ በልዋ እምበር ናይ እምኒ ባግናይ ከምዛ እንቋቑሖ እኮ እያ ጠሰቕ ተብለካ።
ኣየርእየኒ ወ ጠሰቕ ተብለካ ንውሽጢ ገዛ ትሃምም።
ክሱሳት ዘይሕጋዊ ፋብሪካ ከም ዝኸፈቱ ኢና በፂሕና ነርና።
ክቡር ዳኛ ባዕላቶም እኮ እዮም ዝቐውድዎ ነይሮም፣ ፋብሪካ ኣይኮነን። እወ ባዕላቶም ይቐድዎ፣ ንሱ እኳ እዩ እቲ ክሲ። ይቐድዎ ዘይኮነስ ይቐውድዎ ወይ ከኣ ይኣልምዎ ማለተይ እየ።
ስለዚ እቲ ክሲ ናብ ክልተ ኣላሞ ዝቐንዐ እዩ ማለት እዩ። ካብ ምእላም ዝብል ቃል ኣላሞ ዝብል ስም ወጺኡ። ኣላማይ ግን ተንኮል ዝኣልም ኣሎ፣ ጋቢ ዝኣልም ኣሎ፣ መሸማዕ ዝኣልም ከኣ ኣሎ። ብዓይኒ ሕጊ ግን ካብ ኣላማይ ንላዕሊ ጠላማይ ይኽሰስ። ጋቢ ዝጠልም ኣሎ፣ መሸማዕ ዝጠልም ከኣ ኣሎ። ኣኽባር ሕጊ፣ ክስኻ ቀጽል። ክቡር ዳኛ፣ ኣቶ ተወልደ ኣብ ንቑጣ ድኻታት ዘይቲ ሒዙ ዝመጸ በርሚል ቀዲዱን ቀጥቂጡን ዓሰርተ ማሕረሻ፣ ሓሙሽተ ጭዃሮ፣ ሸሞንተ ዛባ፣ ሽዱሽተ መቑሎ፣ ዓሰርተ ሰለስተ ካራ ሰኒዑሉ። ኣሃ! ጭዃሮ

ሕራይ ኣቶ ተወልደ ዝሰርሕዎ ካራ እኮ መምተር ስጋ ወይ ሽጉርቲ እዩ።
ሓቅኻ እንዲኻ ኢንጀክሽን ክትብላ ደኣ ዘረባኻ ጽብቕቲ በንሸሊና እያ። ርኤኹም ካራ ብዓይኒ ሕጊ መምተር ስጋ እኳ እንተኾነ ሰብ እውን ስጋ ስለዝኾነ መምተር ስጋ መምተር ሰብ ክኸውን ይኽእል እዩ። ጠበቓ፣ ኣስተውዒልካ ተዛረብ። ካራ ክልተ ኣጎልጉሎት ኣለዎ። እቲ ክሲ ንጹር ግበሮ። ኣኽባር ሕጊ፣ ቀጽል።
ኣቶ ተወልደ፣ ኣስቃጥላ ሳርዲን ምስ ተዋህቦ ነቲ ዓሳ በሊዑ፣ ነቲ ታኒካ መጻወድያ ወይ መትሓዝ ኣንጭዋ ሰሪሕዎ። ክቡር ዳኛ፣ ናብራ ኣንጭዋ እናነበርካሲ መጻወድያን ጭዋኻ ኣስርሓለይ። ኣኽባር ሕጊ፣ ዝተረፈ ክስለካ ድዩ?
እሺ ክቡር ዳኛ፣ ነቲ ዝተዋህቦ ሓርጭ ብጥረ ለዊጡ ንእሽቶ ቃጽዖ ብምዝራእ ኣየር ከባቢ በኪሉ። እዚ ብደረጃ ንቑጣ ጥራይ ዘይኮነ ብደረጃ ዞባ ዘኽስስ እዩ። ክቡር ዳኛ፣ ብወገነይ እየ ክሰይ ወዲኤ ኣለኹ። ክቡር ዳኛ፣ ተቓውሞ
ወይ ከኣ ኦብጀክሽን! ተቓውሞ!
ተቓውሞ! ተቓውሞ!
እረ ተቓውሞ ኣለና በጃኹም! ዘርኣይከ ንሕና እውን ተቓውሞ ከም ሰብና! ኦብደክሽን በልዎም ኣንቱም ኦብደክሽን በልዎም ወይ ደከ! ኦጅበክሽን!
ኦጅበክሽን! ወታደር!
ወታደር! ስርዓት ኣትሕዘለይ! እራይ ጎይታይ!
ኩልኻ ስማዕ! ናይ ወርሒ ድምቀት፣ ናይ ፀሓይ ርሕቐት፣ ናይ ባሕሪ ጥልቀት ወይሲ ናተይ ንዕቐት?
ርኢኻ ዝሓወይ ኣይ ናይ ወርሒ ድምቀት ኣይ ናይ ባሕሪ ጥልቀት ናይ ባዕልና ጭንቀት
በሉ ካብ ሕጂ ንኔው ሓደ ሰብ ብዘይ ፍቓድ እንተተዛሪቡ በዛ በዛ ማንቲከይ ልቕም ልቕም ልቕም ከብለኩም ጠፋእና
ማርያም ኢለካ ንኹላና ኣይትልቀመና ነቲ ዝተዛርበ ፈሊኻ ትልቕሞ ትርኩዒት እዝኒ ዶ ትህቦ የለኻን? ግምስስ እንዳ ኣሉ ክብል። ብራቮ ከሳሲ!
በሉ ብጩቕ ትብሉ ኣነ ኣብዚ ኣለኹ ሕይኽ ከብለኩም እየ። ኣኽባር ሕጊ ክሱ ስለ ዝወደኤ ጠበቓ መጎተኻ ከተቕርብ ተፈቒዱልካ ኣሎ።
ክቡር ዳኛ፣ ካብ ኣገልግሎቱ ዝወደኤ መሸማዕን ፊስቶን ሰኒዕካ ካልእ ነገር ምስራሕ በየናይ ሲቪላዊ ወይ ገበናዊ ሕጊ እዩ ዘቕጽዕ? ንእሽቶ ቃጽዖ ዘሪእካ ሃፈ ጻማኻ ምብላዕ ከ ገበን ድዩ? በሉ ከንብበልኩም እየ ዓንቀፅ ትሽዓተ ህዝባር ሸሞንተ ሸሞንተ ሓደ ሕጊ ፓቴንድድ ላይሰንስ ከም ዝብሎ ነቲ መሸማዕ ናብ ገመድ ወይ ቆቢዕ ምቕያሩ ኣየሕትተካን እዩ እንተ ኽኢልካ ዋላ ሙታንቲ ክትሰርሖ ትኽእል ኢኻ ነቲ መሸማዕ ሸጥካ እንተ ሰቲኻሉ ምስ ሰኸርካ ማኪና ክትረግጸካ ስለ ትኽእል፣ ናይቲ ዝረገጸካ ኣውቲስታ ፓቴንቲ ኣብዚኣ ትመጽእ። ናይታ ዝሰተኻላ ባር ሊቸንሳ ከኣ ትተሓዝ። ብሓባር ሕጊ ፓተንት ላይሰንስ ወይ ባቴንትን ልቸንሳን ይበሃል። እዚ ብትምህርቲ ኢኻ ትፈልጦ እምበር ብዛዕባ ዝተቐጥቀጠ ፍስቶ ክትናቖት እናወዓልካ ዝፍለጥ ኣይኮነን። ስለዚ ክቡር ዳኛ እዞም ዝተጠቕሱ ክሱሳት ኣይ ብልቼንሳ ኣይ ብባቴንቲ ብምንታይ እዮም ተኸሲሶም? Objection፣
ተቓውሞ። ቀጽል ኣኽባር ሕጊ። እቲ ዝተኸሰስሉ ነጥብታት ተዘርዚሩ እዩ። ስለዚ ግዜ ኣይነባኽን።
ክሱሳት እስኪ ኣብዚ ደው በሉ። ደው በሉ ብዚ ቅድመይ በሉ ክሓተኩም እየ ቀዳመይቲ ሕቶይ እወ ወይ ኣይፋል ኢልኩም ትምልሱ
ክቡር ዳኛ እወ ወይ ኣይፋል ጥራይ መልሱ ክበሃል ኣይከኣልን እዩ ብእወን ኣይፋልን ዘይምለስ ሕቶታት ኣሎ የለን ኣሎ የለን ኣሎ ስኮሜሳ ኣትሕዝ ብክንደይ ብደሺ ጃይ በል ሕዝ ኣኽባር ሕጊ ሓውና ጉቦ እናበላዕካ ሰብ ጉዳይ ላል ምባል ገዲፍካዮ ዶ
ሓቅኻ ኢኻ እወ ተልካ ጎል ኣይፋልተልካ ጎል ዘገርም እዩ ዳርጋ ተረቲዐ ነይረ
ንጉሆ ምድሪ እምበኣር ቀምቂሙካ ኦኬ ክሱሳት ስለምንታይ ኢኹም ዝተኸቡልኩም በሊዕኹም ዘይትድቅሱ?
ጐይታና፣ ናይ ዘይሰርሕ ሰብ ሓንጎል እኮ መውዓል ዲያብሎስ እዩ ዝኸውን። ዶ ዲያብሎስ እምበኣር ኣብ ሓንጎል ሰብ ምውዓል ጀሚሩ? ኤእ፣ ደቂስካ እንተ ደኣ ትበልዕ ኰንካ፣ ትርመስ ወይ ከኣ ቶርማስ ትኸውን። ሕራይ፣ ናይ ሓደ ስራሕ ዝፈትሐ ሰብ ሓንጎል ክንደይ ዝኾኑ ዲያብሎስ ከውዕል ይኽእል ኢልኩም ትግምቱ? ጎይታና
ቦጠሎኒ ወይ ጋንታ ዝኸውን ዲያብሎስ ከውዕል ይኽእል እዩ ክብለኩም ኣይክእልን እዩ።
መውዓሊ እከይን ትህኪትህን ይኸውን ማለት እኮ እዩ። ኣይ ዲያብሎስ ማዕረ ክንድዚ ደቂቕ ኣይኮነን። ስእሉ ኣሎ እንድዩ ሰብኣይ ምሉእ እዩ። ኣብ ሓንጎል ሰብ ኣትዩስ እሞ ኸዓ ክውዕል ዘይከውን እዩ። ኣልሜና ክንዲ ጻጸ ተዝኸውንሲ ምኣመንና ስለዚ ምኽንያትኩም ቅቡል ኣይኮነን።
ክቡር ዳኛ ድያብሎስ ከምኡ ግበሩ ኢሉና እንተ ኢሎም ንሕና ንድያብሎስ ካብ ኣይትምጺና ኢና ንኸሶ።
ንሕናኸ ከመይ ጌርና ንፈርዶ? እቶም ገበነኛታት ኣብ ኢድና ስለ ዘለዉ ነቲ ንዘብጦ ባዕልና ንፈልጦ። ኦኬይ ክሱሳት ንኸሰስቲ ኮነ ኢልኩም ከተነዓዕብዎም ዝደለኹም ትመስሉ። ኣይፋልኩምን ጐይታና። ንዓና ሓደ ርብዒት ክሰኹቡልና ከለዉ፣ ንሶም ክልተ ርብዒት ትእዛዛት እዮም ዝህቡና። ንሕና ከይበልናኩም ተወስ ከይትብሉና በሉና እምበር ካልእ ንደልዮ የብልናን።
ንሕና ንጽባሕ ኢድ ሰብ መንታን ከይንርኢ ሎሚ ንሰርሕ። ንሳቶም ግና ከምዛ ከልቦም ነዛ ሰንሰለት ኣብዛ ክሳድኩም ተዘይጌርናልኩም እብሉና። መዋኸቢ ሓቂ ተምስራንታ ኣየናይ መዓልቲ ሰንሰለት ሒዝና መፂና ክትይ ኩሉ መዓልቲ ንሕናስ ርብዒት ተኺብናስ ክልተ ርብዒት ትእዛዝ ሂብና ቀጠፍቲ እምበርከ ትእዛዝ ዶ ብርብዒት ይስፈር እዩ ሎኽመኛታት ቀጠፍቲ ዲኽ ዝበልኪ ግደፍ ሰበይቲ ግደፍ እየ ዝብለኪ ዘለኹ በላዒት ከዓቦ ዝወለደት ክትወልድ ከዓኒ ክስጉደኪ ሰብኣይ ኩን ንዓ በትኪ በትኮይ በትኪ ኣንታ በትኪ ወዲ ሸውዓተ ድኻ ናዕበል ቅርብ በላ ናዕበል ቅርብ በላ ደም ካብዚኣ ክትፈስስ ንዓይ በትኪ ኣንታ ዘንጋር ጽላል ቀባሮ ንሕናሲ ጥዑይ ፊሶ ቀዲድናልካ ከብዱ ሃቕድድ በል ወታደር ወታደር ንዓ ስርዓት ኣትሕዘለይ።
እሺ ጎይታይ። ወይለይ ወይለይ ከመይ ዝበለ ጽጋብ ድዩ ዘለኩም ካባኹም ቡኛ ዝፍትን ዘሎ ቡኛ ዝፍትን ዘሎ ሳሊለነ ኣነ ብነብሰይ ኣይክእልን እየ ይሂ ትፈትኒ ዲኺ ተውሳኸይ
ንስኻትኩም ከ ቡኛ ትኽእሉ ዶ? መድሃኒ ኣለ እንታይ ቡኙ እንታ እዝግኣም ትኽእሊ ዲኺ? ኣነ ጎይታይ
በሉ ብቓለ ይነግረኩም ኣለኹ ካብ ሕጂ ንዮ ብዘይ ፍቓት ዝተዛረበ ሓንትን ቡኛን እያ ቡጩቕ ኢሉ ተዛረበ ኣስናኑ ካብዛ መሬት ክኣርዩኒ ሰሚዕኩም ቆይ ብቡኛ ቡኛ'ሲ ኣብ ኣፍ ልቢ እምበሪ ቡኛ ኣብ ስኒ! ያያያያያ!
ክቡር ዳኛ ዓንተቦይ ከብድኻ ተቐደድ ስለ ዝበለኒ ከብድኻ'ባ ተቐደድ ክብሎ ይፈቐደለይ።
ኣሕጽር ኣቢልካ በሎ ተፈቒዱልካ'ዩ።
ሓዝ በል! ሒዘካ ኣለኹ። ሕዙ!
ኣንታ ኩርሙይ ማንቲለ ኣውሊ ከብድኻ እባ ተቐደድ። ዋይ!
ና ና ና ና ና ኣንታ ኩርሙይ ማንቲለ ኣውሊ ክትብሎ ኣይነበረካን። እዚ ሰብኣይ ብርግጽ ማንቲለ ኣይመስልን እዩ፣ ግና ኣመና ቀጢን ስለ ዝኾነ ከም በዓል ኣንታ ዳንጋ መፍተል ወይ ከኣ ማሕቋቕ ጤል ማይ ውዑይ ክትብሎ ትኽእል ኔርካ። ዶ
a
እወ a ከሰስቲ ኸኣ እስከ ደው በሉ ሕራይ ከሰስቲ ስለምንታይ ኢኹም ትተኽቡ ጽቡቕ
ስለምንታይ ኢና ንተኩብ ዶ ጽንሒ ጽንሒ ኣይትሃወኺ ክቡር ዳኛ ክቡር ኣኽባር ሕጊ ንሕና ንተኽበሉ ምኽንያት ንጽድቂ
ኣሃ ከቢድ ሓላፍነት እዩ ክሱሳት እዞም ሰባት ንጽድቂ እዮም ዝተኽቡ ዘለዉ ንስኻትኩም ቀዲድኩም ድዩ ቐጥቂጥኩም እንተሓለፈልኩም ሲ እዞም ሰባት እዚኣቶም ብኸመይ እዮም ክጸድቁ ጽድቂ እኮ ቀሊል ነገር ኣይኮነን ፍጉር ዳኛ ፍጉር ኣኽባር ሕጊ
ተወልደ ፍጉር ዳኛ ፍጉር ኣኽባር ሕጊ ዘይኮነሲ ክቡር ዳኛ ክቡር ኣኽባር ሕጊ ድኣ በል።
ይቕሬታ ክቡር ዳኛ ክቡር ኣኽባር ሕጊ።
ይሓይሽ እባ ነብስኻ ኣውጺእካያ። እዞም ሰባት እዚኣቶም ክጸድቁ ድዮም ክሓጥዩ እንታይ እሞ ፈሊጥና ንሕና ኣሃ
ክጸድቁኸ ትደልዮም ዶ ክቡር ዳኛ ናይ ጽድቅን ኩነኔን ቪዛ ዝህብ ኣነ እየ ማለት ድዩ? ናና
ኣቦይ እዝጊ ንዓኻ ኣምባሳዶር ዝገብረካ ኣይመስለንን። እሞ እንታይ ድኣ? ክቡር ዳኛ ንሕናሲ ወሪድና ንኣል እምበር ኣይነጽድቕ ኣይንሕጥእ።
ወታደር! ኣቤት ጎይታይ! ነዞም ሰባት ወሲድካ ናይ ኣእምሮ ጸገም ከይህልዎም ኣመርምሮም። እሺ ጎይታይ። ጠበቓ እዞም ሰባት እዚኦም ኣብ ነቑታ ድኻታት ገበን ከም ዘይፈጸሙ ምስክር ኣለካ ዶ?
ክቡር ዳኛ፣ ኣለኒ። ምሒሉ ቃሉ ዝህብ ምስክር ኣሎኒ።
በል ኣምጽኣዮ። ሕራይ።
ስምካ፣
ወልዱ ወዲ ኣስመሮም ወድ ጥዑምዝጊ ወዲ ኣስፍሃ በዓል ዓዲ ዝባን ኣደይ ከኣ ብርኽቲ ጓል ከንቲባ ገብሬ ወዲ ብላታ ነጋሲ በዓልቲ ዝባን ክሊ ዓው ኣየወ በዓል ኣደይ። ኣኽለካ ኣኽለካ ኣኽለካ ንኣቶ ተወልደ ትፈልጦም ዲኻ?
ኣንታ በሃም ዶ ጌርካኒ እንታይ ማለትካ እዩ ኣጸቢቀ እፈልጦም እምበር። ኣበይ ትፈልጦም?
ኣብ ኣብታ ንቑጣ ድኻታት ድኽነት ኣይትተዓደሎ ርኢኻ ድኽነት ሓንሳብ እንተ ኣትያትካ ከምዛ ናቶም መሸማዕ ዓሊምካ ሓጺን ቀጥቂጥካ እንተ ዘይጨፍጪፍካያ ኣይትወጽእን እያ። ደሓን ደሓን ኣኽለካ እሞ ኣብ ነቑጣኹም ኣቶ ተወልደ፣ መሸማዕ ብምቕዳድን ፊስቶ ብምቕጥቃጥን ዘውረድዎ ጉድኣት ኣሎ ዶ? ቸዱ ዋእ!
ዘረባ ቀይር! ኣንታ እዞም እንታይ እዮም ዝብሉኹም መጠቓ?
መጠቓ ኣይኮነን ጠበቓ በል።
ሓቅኻ! ጠበቓ ዲኹም ትበሃሉ? እዞም ጠበቓቑ ፈላጣት ትመስሉኒ ኔርኩም። እንተኾነ ንተወልደ ጉድኣት ኣውሪዱ ካብ ትብልዎ ጠበቃቁ ብላሽ ምህሮ ከመይ ዘለ ኢደ ሰሎሙን ሰብኣይሲ።
ምስክር ኮፈን ኣኽባር ሕጊ ምስክርካ ኣቕርብ። እሺ ክቡር ዳኛ። መን እዩ ስምካ?
ሕድሮም እዮም ዝብሉኒ ኣባሓጎይ፣ ቀንዲ ስመይ ግና መኣዛ እዩ።
እሞ ወይዘሮ መኣዛ በሎ ሽም ጓል ዝስሙ ሰብኣይ።
ኣቶ መኣዛ ንኣቶ ተወልደ ትፈልጦም ዶ? ከመይ ደኣ ኣጸቢቐ እፈልጦም እምበር። ኣበይ ትፈልጦም?
እዋ ታልካዮም። ደልየ ኣለኹ ደሓን ንገረኒ። ኣበይ ክፈልጦም ደኣ ደሊኻ እሞ? ኣብ ንቑጣ ድኻታት እምበር። ሕራይ ስርሖም እንታይ እዩ? እንድዒ
ኣነ ክኹዕቱ፣ ክቕጥቅጡ፣ ክሸጡ፣ ክልውጡ እየ ዝፈልጦም። ኣቶ ተወልደ፣ ብቐንጠብጠቦም ኣብቲ ካምቦ ዘውረድዎ ጉድኣት ብቐዳማይ ዘርዚርካለይ ኔርካ። መኣስ ኣንታ?
ቅድሚ ሰሙን።
ኣነስ ጉድኣት ኣውሪዶም ኢለ ዘርዚረልካ? እወ ዘርዚርካለይ።
ኣነ?
ንስኻ እወ። ኣነ? እወ ንስኻ።
በስመኣም ብወልድ መንፈስ ቅዱስ! ገዛይ መጺኻኒ? ኣቶ ተወልደ መሸማዕ ቁዱ ፊስቶ ቁጥቁጦ ርኢኻ ዶ ኢልካኒ ኣነ ኸኣ ንማዕተበይ ኢለ ወይለካ ንስኻ ክትምስክረለይ ኢልካኒ ሕራይ ኢለካ ዋይ ትሩፍ ደጊም እዚ ሰብኣይ እዚ ጉድኣት ከውርድ ኣይረኣኹን
ምስክር ኮፈል ወታደር
ኣቤት ጎይታይ ሓኪም ውፅኢቱ ክትነግረና ትእቶ እሺ ጎይታይ ዶክተር ኤልሳ እስከ ውፅኢቱ ንገርና። እሺ እዞም ሰባት እዚኦም ናይ ደም፣ ናይ ሽንቲ፣ ናይ ቀልቀል፣ ናይ ልቢ፣ ናይ ሳንቡእ፣ ናይ ኩሊት፣ ናይ ዓይኒ፣ ናይ ፍሕኛ ከምኡውን ናይ ሓንጎል መርመራ ኣካይደ ኣለው።
እሞ ዳርጋ ጠቢሕክዮም ኢኺ ነይርክ ማለት እዩ። ኣነ ሓኪም ከፍርሃኒ ዳሕራይ ተንኮለኛ ከም ሓኪም የለን። ንቆልዑ ሽሮቦ ይህቡ፣ ንዓበይቲ ግን መርፍእ ይወግኡ። እዚ ሎሚ ሎሚ እኮ መርፍእ ዘይኮነ መስፈ እውን ይወግእዎም ይኾኑ እዮም። ንሓደ ሰብ ብመስፈ ወይ ብመሽረብ ምውጋእ ብዓይኒ ሕጊ ክልኩል እዩ። ቀጽሊ ሓኪም። ክቡር ዳኛ፣ እቲ ሪዛልት ናይ ላባራቶሪ ከም ዝሕብሮ፣ እዞም ሰባት እዚኦም ከም ኩሎም ድኻታት ኣብ መዓንጥኦም ኣሜባ ኣለዎም። ኣሃ
ርኤኹም ሰብ ብዘይ ሓደ ምኽንያት ከምዚ ይከውልን እዩ እምባ ተሊካ ስቕ ኢልካ ኸ ሓኾት ክትብል ትውዕል ሓቀይ እንደ የስ የስ
ዌል ኣሜባ ከብዲ እዩ ዝነፍሕ ናይ ኣእምሮ ሕማም ክህልወካ ግን ርእሲ ዝነፍሕ ሕማም ክህልወካ ኣለዎ
ርእስና እውን ይንፋሕ እዩ ኖ ማለተይ እዞም ሰባት ዝኾነ ዓይነት ናይ ርእሲ ጸገም የብሎምን የቐኔልና
የቐኔልና ሓኪም ኮፈሊ ታንኪዩ ፍርዲ ክንህብ ስለ ዝኾንና ጽን ንበል። እዞም ሰባት እዚኣቶም ከምቲ ክሶም ዝሕብሮ ገበነኛታት እዮም። በደለኛታት ክንብል ከለና ንነብሶም ደኣ እምበር ንኻልእ ዝበደልዎ የብሎምን። ንነብሶም እውን በዲሎማ ክንብል ኣይንኽእልን። ስራሕ በደል ድዩ? ስራሕ ገበን ድዩ? ጻዕሪ ወንጀል ድዩ? ስለዚ ክሱሳት ካብ ሎሚ ዓሰርተ ሓሙሽተ ሕዳር ነፃ ተባሂሎም ኣለዉ።